ሰላም ሰላም ኣምላኽ ምሳኹም ይኹን ክቡራት ተኸታተልቲ ኣብ ኩሉ ኩርናዓት ዓለም ዘለኹም ኣነ ኣምላኽ መስገን ሰላም ኣለኹ ስኹምን ሰላም ክትኮኑ በዓልቲ ሙሉእ ተስፋየ ምሳኹም ዘለኹ ሓብትኽን ዓይኖሚ ንሎሚ ከዓ ከም ዝትሪኦ ዘለኽን ዝተፈላለየ ዓይነት ስራሓት ናይ መግቢ ኣሎ ብዝሓለፈ ዘውረድኩ ኣቲኽን ክትሪኦ ይጋብዘክን ማለት እዩ ሕጂ ብዚ ሎሚ ሒዘልክን መፀ ዘለኹ ግን ቋንጣ ናይ ዓድና ፀብሒ ከመይ ጌርና ንሰርሕ እዩ ብሓደ ኣብ ሓጺር ግዜ ጣዕጣዕ ቢልና ክንሰርሕ ኢና ክሳብ መወዳእታ ሰዓባኒ ኣብዚ ከም ስሪኣን ዘለኽን ሽዱሽተ ዓካር ሽጉርቲ ማለት እዩ ፍሪ ዝበለ ብዙሕ ዓብዪ ዘይኮነ ከም ብዝሒ ክናትክን ተጠቐማ ኣብ ስጢሒነ ኣብ ድስተይ ሰኽቲተዮ ድሮ እውን ድስተይ ረሲኑ ማለት እዩ ከም ስሪኣን ዘለኽን ይቐልዎ ዘለኹ ብሓደ ጣዕጣዕ ክነብላ ኢና ማለት እዩ ከመይ ዝበለ ናይ ዓዲ ቋንጣ ሎማ ክሰርሓልክን እየ ብሓደ ሓቢርና ንስራሕ ሕጂ ሽጉርተይ ከምስ ትሪኦ ዘለኽን እንዳተቐለወለይ እዩ ክቐይሓለይ ስለ ዝጀመረ እውን ዘይቲ ይገብረሉ ኣለኹ ማለት እዩ እቲ ዘይቲ ከም ዓቐንክን ኣነ ብዙሕ ዘይቲ ስለ ዘይፈቱ ብዙሕ ዘይቲ ኣይጥቀምኒ ውሕድ ዝበለ እየ ዝገብሮ ሕጂ ከም ስሪኦ ዘለኽን ከዓ ማእኸላይ ዝኾነ ዘይቲ ገይረሉ ኣለኹ ንስኽን ከም ድሌትክን ተጠቐማ ያባ ሓደ ሕጂ ጣዕጣዕ ቢልና ንስርሓዮ እዛ ናይ ሎማዓንቲ ቪድዮ ክትፈትዋ ተስፋ ገብር ተፈቲኽና ከዓ ላይክ ሳብስክራይብ ኮማንቲ ሸር ኣይፈለየኒ እዩ ብሩኻተይ ሕጂ ብዚ ከዓ ፅቡቅ ኮይኑ እዩ ዝቅለወለይ ዘሎ ከም ስትሪኦ ዘለኽን ኣይዶንጌክኒ ሓፃርያ ናይ ሎሚ ቪድዮ ከምቲ ነዊሕ ቪድዮ ይኮነን ማለት እዩ ሕጂ ብዚ ከኣ እቲ ሽጉርቲ ይኣኽሎይ ስለ ዝበልኩ ሓንቲ ዓባይ ማንካ ጣውላ ማለት እዩ በርበረ ተጠቒመ ኣለኹ ድልኽ እዚ ድልኽ ከዓ ኣብ ዝሓለፈ ቪድዮይ ከመይ ዝበለ ኣሰራርሓ ድልኽ ኣውሪደልክን ነይረ ክትከታተልኦ በዚ ኣጋጣሚ ይዕድመክን ተንዝራኽንኦ ከዓ የቐንየለይ ማለት እዩ ብዝሃብክናኒ ርእይቶኽን ምትብባዕኽን የቐንየለይ እተን ሓደሽቲ ከዓ ኣቲኽን ርእዮኦ ቅልል ዝበለ ኣሰራርሓ ድልኽ ፅቡቕ ኣውሪደልክን ኣለኹ ሕጂ ብዚ በርበረይ ከዓ ፅቡቅ ገይረ ምስቲ ሽጉርተይ የኹሶ ኣለኹ ማለት እዩ። ከምዚ ትሪእዎ ዘለኹም ቁርብ ሓዊ ምስ ሃረመለይ ውዒ ማይ ኣዳልየ ስለ ዝፀናሕኹ ቁርብ ውዒ ማይ ገይረ ከዓ ይቐልዎ ኣለኹ በርበረይ ማለት እዩ። ድሕር ደኣ ኩልና ንፈልጦ ኢና ዝበዛሕ ክንትፈልጦ እኽን ግን እተን ንኣሽቱ ኣሕዋተይ እቲ በርበረ እንድሕር ኣብዚ ተዘይቀሊናዮ መሪር እዩ ዝኸውን ስለዚ ፅቡቅ ጌርና ክንቀልዎ ኣለና ከይሓረና ከይብልና ከዓ ማይ እንዳገበርና ማለት እዩ ከም ዝትሪኣኒ ዘለኽን እቲ ቪድዮ ኣቐልጥፍ ኣቐልጥፍ የብሎ ኣለኹ እንታይ ኣቐልጢፋ ኣቐልጢፋ ማይ ትገብር ከይትብላ ስለ ዝቕልጥፍ ዘሎ እዩ ሰለስተ ግዜ ማይ እንዳገበርኩ ፅቡቅ ገይረ እቲ ማዩ ክሳብ ሰትዮ እንዳተፀበኹ ማለት እዩ የቃልዮ የለኹ ከም ዝትሪኦ ዘለኽን ከም ዝተቐለወ እውን ፍሉጥ እዩ እንዳኸደንኩ እንዳኸፈትኩ ከምኡ እውን ማለት እዩ ሕጂ ብዚ ፅቡቅ ስለ ዝተቐላለወለይ ኣብዚ ሰለስተ ኮሚደረ ጢሒነ ኣዳለ ስለ ዝፅናሕኩ ንቲ ኮሚደረይ ኣብኡ የእትየዮ ማለት እዩ ኮሚደረ ተዘይደልኽን እውን ሳልሳ ክትገብራ ትኽእላ ኣኽን ከምዚ ትሪኣን ዘለኽን ከዓ እቲ ኮሚደረ እንዳኸደንኩ እንዳኸፈትኩ ፅቡቅ ይቐልዎ ኣለኹ ማለት ምስ በርበረይ ፅቡቅ ክሳብ ዝወሃሃደለይ ክቐልወ ከምዛ ትሪኣ ዘለኽን ከመይ ዝበለት ስልሲ ኮይና ማለት እዩ ናይ ሕልበት ስልሲ ደመሲላ ያ ጽቡቅ ጌርና ክንቀልዎ ስለ ዘለና ጽቡቅ ጌረ ቀልዮዮ ሕጂ ብዚ ከም ዝትሪኦ ዘለኽን ከመይ ዝበለ ቋንጣ ናይ ዓዲ ኣብዚ ስለ ዘለኒ ንዕኡ ከዓ ናብቲ ዝቆለኽዎ ስልሰ የእትዮዮ ማለት እዩ ከም ዝትሪኦ ዘለኽን ሕጂ እቲ ቋንጣ ድኹም ስለ ዝኾነ ነቲ ማይ ስቲ ኣቢልዎ ሓንሳብ ከዲነ ምስ ትበርበረ ከዓ ቁሩብ ክስታይ ምስ ገበረ ማይ ውዒ ማይ ቁሩብ ገይረ ክቐልዎ እየ ማለት እዩ እቲ ማዩ ስለ ስቲ ዘበሎ እቲ ቋንጣ ሕጂ ቁሩብ ማይ ገይረ ከዲነ ከምኡውን ከም ስትሪያን ዘለኽን እንዳኾስኩ ማለት እዩ ከምኡ ውን ኣብዚ ቀመማት ናይ ገዛ ቀመማት ዝተሓወሰ ቀመም ነይርኒ ከምኡ ተጠቒመ ጸሊም በርበረ ጨው ጠስሚ ከዓ ሓንቲ ማንካ ጣውላ ጠስሚ ማለት እዩ ከምኡ ውን ሶሪ ኣብዚ ቢዶ ክስታይ ኮይንኒ ፃዕራ ሽጉርትን ጀንጀብልን ውን ተጠቒመ ኣለኹ ማለት እዩ ከይንርስዕ ሕጂ ብዝኻ ቁሩብ ውዒ ማይ ወሲኸ ክሳብ ፅቡቅ ገይሩ ድወሃሃደለይ ክስታይ ከዲነ ክገድፎ እየ ማለት እዩ ከም ዝትሪኦ ዘለኽን ከዲኑ እየ ፀኒሐ ፅቡቅ ይቆለወላይ ኣሎ እቲ ቋንጣና ድኹም ስለዝኾነ ቀልጢፉ እዩ ነቲ ማይ ክስታይ ድገብሮ ድስሕቦ ደረቕ ስለዝኾነ ኸዓ ሕጂ ከም ዝሪኦ ዘለኽን እቲ ቋንጣይ ፅቡቅ ገይሩ ነቲ ፀብሒ ክስሕቦ ክስታይ ገይሩ ማለት እዩ። ተሓዊ ህድእ ዝበለ ገይረ ፅቡቅ ገይሩ ክሳብ ዝቐለወለይ ይፅበዮ ኣለኹ ማለት እዩ። ክሳብ ዝበስለለይ እንዳኸደንኩ እንዳኸፈትኩ ከምዛ ትሪኣ ዘለኽን ከመይ ዝበለት ፀብሒ ቋንጣ ኮይናትለይ ማለት እዩ። ከምታ ዝበልኩኽን ናይ ሎማዓንቲ ቪደይ ሓፃር እያ ነይራ ድሮ ከምዛ ትሪኣ ዘለኽን ወዲ እያ ማለት እዩ ከምዛ ትሪኣ ዘለኽን ከመይ ዝበለት ዋው ከምዚኣ ኮይናትለይ ናይ ሎሚ ፀብሒ ቋንጣይ ማለት እዩ ብሩኻተይ ያ ነዋሕ ኣይኮነትን ኔራ ክሳብ መወዳእታ ስለተኸታተልክናኒ ካብ ልበየ ዘመስግነክን ኣብ ቀጻሊ ብኻልእ ቪድዮ ክሳብ ዝምለሰክን ሰሰናዩ ተፈቲኽንኦ ከዓ ናብ ካልእ መሓዙትክን ሸር በለኦ ኣዘኻኺረክን ክኸውን ተስፋ ገብር